ምዕራፍ ሓደ ኣምላኽ ብመጀመርታ ሰማይን ምድርን ፈጠረ፣ ምድሪ ኸኣ ቅርጺ ዘይብላ ባዶ ነበረት። ጸልማት ከኣ ኣብ ልዕሊ እቲ ብማዕበል ዝናወጽ መዓሙቕ ባሕሪ ሰፊኑ ነበረ፣ መንፈስ ኣምላኽ ድማ ኣብ ልዕሊ ማያት ይዝንቢ ነበረ። ሽዑ ኣምላኽ፣ ብርሃን ይኹን በለ፣ ብርሃን ድማ ኰነ። ኣምላኽ ድማ እቲ ብርሃን ጽቡቕ ከም ዝዀነ ረኣየ፣ ኣምላኽ ከኣ ንብርሃንን ጸልማትን ፈለዮም። ኣምላኽ ድማ ነቲ ብርሃን መዓልቲ ኢሉ ሰመዮ፣ ነቲ ጸልማት ከኣ ለይቲ ኢሉ ሰመዮ። ምሸት ኰነ፣ ብጊሓትውን ኰነ። ቀዳመይቲ መዓልቲ። ኣምላኽ ድማ ንማያት ካብ ማያት ዝፈልጥ ጠፈር ኣብ መንጎ ማያት ይኹን በለ፣ ከምኡውን ኰነ። ስለዚ ኣምላኽ ጠፈር ገበረ፣ ነቲ ኣብ ትሕቲ ጠፈር ዘሎ ማያት ድማ ካብቲ ኣብ ልዕሊ ጠፈር ዘሎ ማያት ፈለዮ። ኣምላኽ ከኣ ነቲ ጠፈር ሰማይ ኢሉ ሰመዮ፣ ምሸት ኰነ፣ ብጊሓትውን ኰነ። ካልኣይቲ መዓልቲ። ኣምላኽ ድማ እቲ ንቑጽ መሬት ምእንቲ ኪርሕስ፣ እቲ ኣብ ትሕቲ ሰማይ ዘሎ ማያት ናብ ሓንቲ ቦታ ይተኣከብ በለ። ከምኡ ድማ ዀነ። ኣምላኽ ከኣ ነቲ ንቑጽ መሬት፣ ምድሪ ኢሉ ሰመዮ። ነቲ እኩብ ማያት ድማ፣ ባሕሪ ኢሉ ሰመዮ። ኣምላኽ ከኣ ጽቡቕ ከም ዝዀነ ረኣየ። ኣምላኽ ድማ እታ ምድሪ ብቝሊ ማለት ከከም ዓይነቱ ዝፈሪ ዘርኢ ዘለዎ ሳዕርን ኣብ ውሽጡ ዘርኢ ዘለዎ ፍረ ዝፈሪ ኣእዋምን ተውጽእ በለ። ከምኡ ድማ ዀነ። እታ ምድሪ ኸኣ ብቝሊ ማለት ከከም ዓይነቱ ዘርኢ ዝህብ ሳዕርን ኣብ ውሽጡ ዘርኢ ዘለዎ ፍረ ዝህብ ከከም ዓይነቱ ዝፈሪ ኣእዋምን ኣውጽአት። ኣምላኽ ድማ ጽቡቕ ከም ዝዀነ ረኣየ። ምሸት ኰነ። ብጊሓት'ውን ኰነ፣ ሳልሰይቲ መዓልቲ። ኣምላኽ ንመዓልቲ ኻብ ለይቲ ዚፈልዩ ብርሃናት ኣብ ጠፈር ሰማይ ይኹን፣ ንዘመናትን ንመዓልታትን ዓመታትን ከኣ ንምፍጠን ምፍላጥ ይኹን፣ ኣብ ምድሪ ንምብራህ ኣብ ጠፈር ሰማይ ብርሃናት ይኹኑ በለ። ከምኡ ድማ ዀነ። ኣምላኽ ከኣ ኽልተ ዓበይቲ ብርሃናት ገበረ። እታ ዓባይ ማለት ጸሓይ ብመዓልቲ እታ ንእሽቶ ማለት ወርሒ ድማ ብለይቲ ከም እተብርህ ገበረ፣ ከምኡውን ከዋኽብቲ ገበረ። ኣብ ልዕሊ ምድሪ ምእንቲ ከብርሁ፣ ኣብ መዓልቲን ኣብ ለይትን ድማ ክስልጥኑ፣ ንብርሃንውን ካብ ጸልማት ክፈልዩ ኣምላኽ ኣብ ጠፈር ሰማይ ገበሮም። ኣምላኽ ድማ ጽቡቕ ከም ዝዀነ ረኣየ፣ ምሸት ኰነ፣ ብጊሓትውን ኰነ፣ ራብዐይቲ መዓልቲ። ኣምላኽ ድማ ማያት ህይወት ብዘለዎም እንስሳ ይምላእ፣ ኣብ ልዕሊ ምድሪ ኣብ ኣየር ከኣ ኣዕዋፍ ይንፈራ በለ። ኣምላኽ ድማ ነቶም ዓበይቲ እንስሳ ባሕርን ነቶም ንማያት መሊኦምዎ ዘለዉ በብዓይነቱ ንህይወት ዘለዎም ውንጂርጂር ዝብሉ ኩሎምን ክንፊ ዘለዎምን በብዓይነቶም ኩለን ኣዕዋፍን ፈጠረ። ኣምላኽ ድማ ጽቡቕ ከም ዝኾነ ረኣየ። ኣምላኽ ድማ ፍረዩን ተባዝሑን፣ ንማያት ባሕሪ ምልእዎም፣ ኣዕዋፍ ከኣ ኣብ ምድሪ ይብዝሓ ኢሉ ባረኾም። ምሸት ኰነ፣ በጊሓትውን ኰነ፣ ሓምሸይቲ መዓልቲ። ኣምላኽ ድማ ምድሪ ህይወት ዘለዎ በብዓይነቱ ፍጥረት፣ ማለት እንስሳ ዘቤትን ለመምታን ኣራዊት ምድርን በብዓይነቱ ተውጽእ። ከምኡውን ኮነ፣ ኣምላኽ ከኣ ኣራዊት ምድሪ በብዓይነቱን እንስሳ በብዓይነቱን ኵሉ ለመምታ ምድርን ከኣ በብዓይነቱ ገበረ፣ ኣምላኽ ድማ ጽቡቕ ከም ዝዀነ ረኣየ። ኣምላኽ ከኣ ብመልክዕና ከም ምስልና ሰብ ንፍጠር፣ ንዓሳ ባሕርን ንኣዕዋፍ ሰማይን ንእንስሳ ዘቤትን ብዘላ ምድርን ኣብ ምድሪ ለመም ንዝብል ኵሉ ለመምታን ይግዝኡ በለ። ኣምላኽ ድማ ብመልክዑ ሰብ ፈጠረ፣ ብመልክዕ ኣምላኽ ፈጠሮ። ተባዕታይን ኣነስተይትን ገይሩ ኸኣ ፈጠሮም። ኣምላኽ ከኣ ፍረዩን ተባዝሑን፣ ንምድሪ ኸኣ ምልእዋ፣ ምለኹዋ እውን። ንዓሳ ባሕርን ኣዕዋፍ ሰማይን፣ ኣብ ምድሪ ለመም ንዚብል ኵሉ እንስሳን ከኣ ግዝኡ እናበለ ባረኾም። ኣምላኽ ድማ፣ እንሆ፣ ኣብ ልዕሊ ዅላ ምድሪ ዘሎ ዘርኢ ዘለዎ ዅሉ ሳዕርን ኣብ ውሽጢ ዚዝራእ ዘርኢ ዘለዎ ፍረ ናይ ኵሉ ኣእዋምን ሂበኩም ኣሎኹ እሞ፣ ምግቢ ይኹንኩም፣ ህይወት ንዘለዎ ዅሉ፣ ንዅሉ ኣራዊት ምድርን ንዅለን ኣዕዋፍ ሰማይን፣ ኣብ ምድሪ ለመም ንዚብል ኵሉን ኵሉ ለምለም ሳዕርን ንምግቦም ሂበዮም ኣሎኹ በለ። ከምኡ ድማ ኰነ። ኣምላኽ ከኣ ዝገበሮ ዘበሎ ዅሉ ረኣየ፣ እንሆ፣ ኣዝዩ ጽቡቕ ገበረ። ምሸት ኰነ፣ ብጊሓትውን ኰነ፣ ሻድሸይቲ መዓልቲ። ምዕራፍ ክልተ ከምዚ ኢሉ ኸኣ ፍጥረት ሰማያትን ምድርን ናይ ኵሉ ኣብኦም ዘሎን ተፈጸመ። ኣምላክ ከኣ ነቲ ዝገብሮ ዝነበረ ግብሩ ፈጺሙ ብሻብዓይቲ መዓልቲ ካብ ዝገብሮ ዝነበረ ግብሩ ኵሉ ኣዕረፈ። ኣምላክ ከኣ ካብቲ ዝፈጥሮን ዝገብሮን ዝነበረ ኵሉ ግብሩን በታ ሻብዐይቲ መዓልቱ ስለ ዘዕረፈ ንዓኣ ባረኻን ቀደሳን። ሰማያትን ምድርን በዚ ኸምዚ ተፈጥረ። በታ እግዚኣብሄር ኣምላኽ ምድርን ሰማያትን ዝፈጠረላ መዓልቲ፣ ኣብ ምድሪ ገለ እኳ ኦም መሮር ኣይነበረን፣ ሳዕሪ መሮር ከኣ ሓንቲ እኳ ኣይበቖለን ነበረ። ከመይ እግዚኣብሄር ኣምላኽ ኣብ ምድሪ ገና ኣየዝመመን ነበረ፣ ንምድሪ ዚዓዪ ሰብውን ኣይነበረን። ግናኸ ንዅሉ ዝባን ምድሪ ዘስቲ ማይ ካብ ምድሪ ይወጽእ ነበረ። እግዚኣብሄር ኣምላኽ ከኣ ካብ ምድሪ ሓመድ ወሲዱ ንሰብ ገበሮ። ኣብ ኣፍንጫኡ ድማ ህይወት ዝህብ ትንፋስ እፍ በለሉ፣ ሰብ ከኣ ህይወት ዘለዎ ዀነ። እግዚኣብሄር ኣምላኽ ከኣ ብሸነኽ ምብራቕ ኣብ ኤደን ገነት ተኸለ፣ ነቲ ዝፈጠሮ ሰብ ድማ ኣብኣ ኣንበሮ። እግዚኣብሄር ኣምላኽ ከኣ ምርኣዩ ዘብህግን ምብላዑ ኸኣ ጥዑም ዝዀነ ዅሉ ዓይነት ኦም ኣብ ምድሪ ኣብቈለ፣ እታ ህይወት እትህብ ኦምን እታ ኽፉእን ጽቡቕን እተፍልጥ ኦምን ከኣ ኣብ ማእከል ገነት ገበራ። ንገነት ዘስትርባ ከኣ ካብ ኤደን ይወጽእ ነበረ፣ ካብኡ ድማ ኣብ ኣርባዕተ ርባታት ተመቒሉ ይውሕዝ ነበረ። ስም እቲ ቀዳማይ ርባ ፊሶን ይብሃል፣ ንሱ ኣብ ዙርያ እታ ወርቂ ዘለዋ ዅላ ምድሪ ኤውላጦን ዝውሕዝ እዩ። ወርቂ እታ ምድሪ እቲኣ ጽቡቕ እዩ፣ ኣብኣ ጥዑም ዝመዓዛኦ ሽቱን ክቡር እምንን ኣሎ። ስም እቲ ኻልኣይ ርባ ድማ ግዮን ይብሃል፣ ንሱ እቲ ንዅላ ምድሪ ኩሽ ዝዞራ እዩ። ስም እቲ ሳልሳይ ሩባ ኸኣ ጤግሮስ ይበሃል። ንሱ እቲ ብምብራቕ ኣሶር ዝውሕዝ እዩ። እቲ ራብዓይ ሩባ ድማ ኤፍራጥስ ይበሃል። እግዚኣብሄር ኣምላኽ ከኣ ንሰብ ወሲዱ ምእንቲ ክዓያን ክሕልዋን ኣብ ገነት ኤደን ኣቐመጦ። እግዚኣብሄር ኣምላኽ ድማ ንሰብ ከምዚ ዝስዕብ እናበለ ኣዘዞ። ካብ ፍረ እቲ ኣብ ገነት ዘሎ ኦም ኩሉ ብላዕ፣ ካብ ፍረ እታ ጽቡቕን ክፉን እተፍልጥ ኦም ግና ካብኣ ዝበላዕካላ መዓልቲ ብርግጽ ክትመውት ኢኻ እሞ ካብኣ ኣይትብላዕ። እግዚኣብሄር ኣምላኽ ከኣ ሰብኣይ በይኑ ክነብር ጽቡቕ ኣይኮነን፣ ንዕኡ እትሰማማዕ ደጋፊት ክገብረሉ እየ በለ። ሽዑ እግዚኣብሄር ኣምላኽ ድማ ንኹሉ ኣራዊት መሮርን ንኹለን ኣዕዋፍ ሰማይን ካብ መሬት ገበረ፣ እንታይ ከም ዝሰምዩን ምእንቲ ክርኢ ኸኣ ናብ ኣዳም ኣምጽኦም። ህይወት ዘለዎ ዅሉ ድማ በቲ ኣዳም ዘውጽኣሉ ስም ተሰምየ፣ ኣዳም ድማ ንዅሉ እንስሳን ነዕዋፍ ሰማይን ንኣራዊት መሮርን ሰስሞም ሃቦም፣ ንዕኡ እትበቅዕ ደጋፊት ግና ኣይተረኽበትን። እግዚኣብሄር ኣምላኽ ድማ ንኣዳም ከቢድ ድቃስ ኣውደቐሉ፣ ደቂሱ ኸሎ ኸኣ ካብ ጐድኑ ሓንቲ መሰንገሊ ወሰደ፣ ነታ ስፍራኣ ድማ ብስጋ መለኣ፣ እግዚኣብሄር ኣምላኽ ድማ ነታ ካብ ኣዳም ዝወሰዳ መሰንገለ ሰበይቲ ገይሩ ሰርሓ እሞ ናብ ኣዳም ኣምጽኣ። ኣዳም ከኣ እዚኣ ዓጽሚ ካብ ዓጽመይ ስጋ ከኣ ካብ ስጋይ እያ፣ ካብ ሰብኣይ ተወሲዳ እያ እሞ ሰበይቲ ትበሃል በለ። ስለዚ ሰብኣይ ኣቦን ኣዲኡን ይሓድግ፣ ምስ ሰበይቱ ከኣ ይወሃድ፣ ሓደ ኣካል ድማ ይኾኑ። እቲ ሰብኣይን እታ ሰበይትን ድማ ክልቲኦም ጥራዮም ነበሩ፣ ኣይሓንኩን ከኣ ነበሩ። ኣፍ ሰለስተ፣ እግዚኣብሄር ኣምላኽ ካብ ዝፈጠሮ ዅሉ ኣራዊት መሮር ተመን ኣዝዩ ጐራሕ ነበረ። ነታ ሰበይቲ ኸኣ፣ ኣምላኽሲ ካብ ኵሉ ኦም ገነት ኣይትብልዑ ኢሉዶ ኣዚዙኩም እዩ? ኢሉ ሓተታ። እታ ሰበይቲ ነቲ ተመን፣ ኣብ ገነት ካብ ዘሎ ፍረ ኦም ንበልዕ ኢና፣ ብዛዕባ ፍረ እታ ኣብ ማእከል ገነት ዘላ ኦም ግና፣ ኣምላኽ ከይትሞትስ ካብኣ ኣይትብልዑ፣ ኣይትተንክይዋውን ኢሉ ኣዚዙና እዩ ኢላ መለሰትሉ። እቲ ተመን ድማ ነታ ሰበይቲ ኣይፋልኩምን፣ ኣምላኽ ደኣ ካብታ ኻብኣ ዝበላዕኹምላ መዓልቲ ኵሉ ኸም እትፈልጡ፣ ኵሉ ኸም እትፈልጡን ኣምላኽውን ከም እትዀኑን ጽቡቕን ክፉእን ከኣ ከም እትፈልጡ ስለ ዝፈለጠ እዩ፣ ኣይትብልዑ ዝበለኩም እምበር፣ ከቶ ኣይትመቱን ኢኹም በላ። እታ ሰበይቲ ድማ እታ ኦም ንምርኣያ ጽብቕቲ፣ እቲ ፍረኣ ንምብልዑ ጥዑም ጥበብ ብምሃብ'ውን ዘብህግ ምዃኑ ርእያ ካብ ፍረ እታ ኦም ወሲዳ በልዐት፣ ምስ ሰብኣያ ድማ ሃበቶ። ንሱ'ውን በልዐ። ሽዑ ኣስተውዓሉ፣ ጥራዮም ምዃኖም ድማ ፈለጡ። ቈጽሊ በለስ ሰፍዮም ከኣ ተኸድኑ፣ ምድሪ ምስ ወልወለ ድማ እግዚኣብሄር ኣምላኽ ኣብ ገነት ክመላለስ ሰምዑ። ኣዳምን ሰበይቱን ከኣ ካብ ገጽ እግዚኣብሄር ኣምላኽ ኣብ ማእከል ኣእዋም ገነት ተሓብኡ። እግዚኣብሄር ኣምላኽ ድማ ንኣዳም ጸዊዑ፣ ኣበይ ኣሎኻ? በሎ። ንሱ ኸኣ፣ ድምጽኻ ኣብ ገነት ሰማዕኩ፣ ጥራየይ ስለ ዝዀንኩ ድማ ፈሪሐ ተሓባእኩ ኢሉ መለሰሉ። ንሱ ድማ ጥራይካ ምዃንካ ደኣ መን ነገረካ? ካብታ ኻብኣ ኣይትብላዕ ኢለ ዝኣዘዝኩኻ ኦም ዶ በሊዕኻ ኢኻ? ኢሉ ሓተቶ። ኣዳም ከኣ፣ እዛ ምሳይ ክትከውን ዝሃብካኒ ሰበይቲ፣ ካብታ ኦም ፍረ ሃበትኒ እሞ፣ በላዕኩ ኢሉ መለሰ። እግዚኣብሔር ኣምላኽ ድማ ነታ ሰበይቲ ስለምንታይ እዚ ገበርኪ ኢሉ ሓተታ። እታ ሰበይቲ ኸኣ ተመን ኣስሒቱኒ እየ ዝበላዕኹ ኢላ መለሰት። ሽዑ እግዚኣብሔር ኣምላኽ ንተመን ከምዚ ዝስዕብ በሎ፣ እዚ ስለ ዝገበርካ ካብ ኩሉ እንስሳ ዘቤትን ኣራዊት መረሩን ርጉም ኩን። ብኸብድኻ ኺድ፣ ኩሉ ዘመን ህይወትካ ድማ ሓመድ ብላዕ፣ ኣብ መንጎኻን ኣብ መንጎ እዛ ሰበይትን ኣብ መንጎ ዘርእኻን ኣብ መንጎ ዘርኣን ከኣ ጽልኢ እተክል ኣሎኹ፣ ንሱ ርእስኻ ኺጭፍልቕ እዩ፣ ንስኻ ድማ ሸኾናኡ ክትሕሉ ኢኻ። ኣብ ነታ ሰበይቲ ኸኣ፣ ኣብ ወርሓ ጥንስኺ መከራ ከብዝሕ እየ፣ ደቅኺውን ብጻዕሪ ክትወልዲ ኢኺ፣ ምስናይ እዚ ግና ድሌትኪ ናብ ሰብኣይኪ ኪኸውን እዩ፣ ንሱውን ኪመልከኪ እዩ በላ። ንኣዳም ከኣ፣ ቃል ሰበይትኻ ስለ ዝሰማዕኻን ካብታ ካብ ኣይትብላዕ ዒለት ዝኣዘዝኩኻኦም ስለ ዝበላዕኻን፣ ምድሪ ብሰንክኻ ርግምቲ ትኹን፣ ኵሉ ዘመን ህይወትካን እንጌራኻ ኻብኣ ብጻዕሪ ብላዕ፣ እሾኽን ተዀርባዕን ተብቍልካ፣ ቦቝሊ መሮር ድማ ብላዕ፣ ካብኣ ኢኻ ተፈጢርካ እሞ፣ ናብታ ዝተፈጠርካላ ምድሪ ክሳዕ እትምለስ፣ እንጌራ ብረሃጽካ ብላዕ፣ ከመይ መሬት ኢኻ ናብ መሬታ ክትምለስ ኢኻ በሎ። ኣዳም ድማ ንሰበይቱ ኣደ ዅሉ ህያው ስለ ዝዀነት ሄዋን ኢሉ ሰመያ። እግዚኣብሄር ኣምላኽ ድማ ንኣዳምን ንሰበይቱን ዲኖ ገይሩ ከደኖም። እግዚኣብሄር ኣምላኽ ድማ እንሆ ኣዳም ከም ሓደ ካባና ጽቡቕን ክፉእን ዝፈልጥ ኮነ፣ ሕጂ ኸኣ ንዘለኣለም ህያው ክኾይ ኮይኑ ከይነብር ካብ ኦም ገነት ህይወት ወሲዱ ኣይብላዕ በለ። ሰለዚ ነታ ዝተፈጥረላ ምድሪ ምእንቲ ክዓያ እግዚኣብሄር ኣምላኽ ንኣዳም ካብ ገነት ኤደን ኣውጽኦ፣ ንኣዳም ምስ ኣውጽኦ ድማ ነታ ናብ ኦም ህይወት እትወስድ መንገዲ ዝሕሉ ኪሩቤል ሃልሃል እትብል እተንበልብል መእሰፍ ብሸነኽ ምብራቕ ገነት ኤደን ኣቐመጠ። ምዕራፍ ኣርባዕተ ኣዳም ምስ ሄዋን ሰበይቱ ደቀሰ፣ ንሳ ኸኣ ጠነሰት፣ ወዲውን ወለደት። ብረድኤት እግዚኣብሄር ወዲ ረኺበ ኢላ ድማ ቃየል ኢላ ሰመየቶ። ደጊማ እውን ንሓዉ ኣቤል ወለደት፣ ኣቤል ጓሳ ኣባጊዕ ኰነ፣ ቃየል ከኣ ሓረስታይ ኰነ። ድሕሪ ገለ እዋን ድማ ቃየል ካብ ፍረ ምድሪ ንእግዚኣብሄር መስዋእቲ ኣምጽአ፣ ኣቤል ከኣ ካብ በዅራት ኣባጊዑ ነቲ ሰስቡሐን ወፈየ። እግዚኣብሄር ድማ ናብ ኣቤልን ናብ መስዋእቱን ባህ ኢልዎ ረኣየ። ናብ ቃየልን መስዋእቱን ግና ብሃእ ኢልዎ ኣይረኣየን። ቃየል ከኣ ኣዝዩ ዀረ፣ ገጹ ድማ ተጸወገ። እግዚኣብሄር ከኣ ንቃየል ስለምንታይ ኰሬኻ? ስለምንታይከ ትጽወግ? ጽቡቕ ጌርካ እንተ ትኸውንሲ ገጽካ ምበርሀ ነይሩ። ጽቡቕ ስለ ዘይገበርካ ግና ሓጢኣት ኣብ ኣፍደገ ዀይና ትቃጸወካ ኣላ። ንሳ ኽትስዕረካ ትደሊ ኣላ፣ ንስኻ ግና ከም እትስዕራ ግበር በሎ። ቃየል ድማ ንኣቤል ሓዉ ንመሮር ንኺድ በሎ፣ ኣብ መሮር ከለዉ ኸኣ ቃየል ንሓዉ ኣቤል ወቒዑ ቐተሎ። እግዚኣብሄር ከኣ ንቃየል ሓውካ ኣቤል ኣበይ ኣሎ? ኢሉ ሓተቶ። ቃየል ድማ ኣይፈልጥን፣ ኣነዶ ሓላው ሓወ እየ ኢሉ መለሰ። እግዚኣብሄር ከኣ እንታይ ጌርካ ኢኻ ድምጺ ደም ሓውካ ካብ ምድሪ ናባይ ይጠርዕ ኣሎ፣ ሕጂ ድማ ርጉም ኩን፣ ኣብዛ ንደም ሓውካ ካብ ኢድካ ክትቅበል ኣፋኻ ዝኸፈተት ምድሪ ኸኣ ኰብላሊት ምድሪ ምስ ሓረስካያ ፍሪኣ ኣይትህበካን እያ፣ ኣብ ምድሪ ድማ ኰብላልን ቀባሕባሕን ኩን በሎ። ቃየል ከኣ ንእግዚኣብሄር መቕጻዕተይ ክጾሮ ዘይከኣለኒ ዓቢ እዩ፣ እንሆ ሎሚ ካብ ገጽ ምድሪ ተሰጎኒ ኣሎኻ፣ ኣነ ድማ ካብ ገጽካ ክሕባእ እየ፣ ኣብ ምድሪ ኮብላልን ቀባሕባሕን ክኸውን እየ፣ ዝረኸበኒ ዘበለ ኩሉ ድማ ክቐትለኒ እዩ በሎ። እግዚኣብሄር ድማ እምበኣር፣ ንቃየል ዝቐተለ ዅሉ ሾብዓተ ካዕበት ሕነ ኺፍደዮ እዩ። ዝረኸቦ ዅሉ ምእንቲ ከይቀትሎ ኸኣ፣ እግዚኣብሄር ንቃየል ምልክት ገበረሉ። ቃየል ድማ ካብ ገጽ እግዚኣብሄር ረሓቐ፣ ኖድ ኣብ እትበሃል ምድሪ ኸኣ ኣብ ምብራቕ ኤደን ተቐመጠ። ቃየል ድማ ምስ ሰበይቱ ደቀሰ፣ ንሳውን ጠነሰት፣ ንሄኖክ ከኣ ወለደት። ቃየል ድማ ከተማ ሰርሐ፣ ስም እታ ኸተማ ድማ ብስም ወዱ ሄኖክ ኣውጽኣላ። ሄኖክ ከኣ ንኤራድ ወለደ፣ ኤራድ ድማ ንሜሁያኤል ወለደ፣ ሜሁያኤል ከኣ ንሜቱሳኤል ወለደ፣ ሜቱሳኤል ድማ ንላሜክ ወለደ። ላሜክ ክልተ ኣንስቲ ኣእተወ፣ ስም እታ ሓንቲ ዓዳ፣ ስም እታ ኻልኣይቲ ድማ ጺላ ነበረ። ዓዳ ንያባል ወለደት፣ ንሱ ኣቦ እቶም ኣብ ድንኳናት ዚነብሩ ማሎም ዚሕጓስዩ ኰነ። ዩባል ዚብሃል ሓው ድማ ነበሮ። ንሱ ኸኣ ኣቦ ዅሎም እቶም ወቓዕቲ መሰንቆን በገናን ኰነ። ጺላ ድማ ንቱባል-ቃየልን ወለደት። ንሱ ኸኣ ኣስራዝን ሓጺንን ቀጥቂጡ ኣቝሑ ዚሰርሕ ነበረ። ሓብቲ ቱባል፣ ቃይን ድማ ናዕማ ትበሃል ነበረት። ላሜክ ድማ ነምስቱ ተዛረበን፣ ዓዳን ጺላን ቃለይ ስምዓ። ኣትን ኣንስቲ ላሜክ ናብ ዘረባይ ጽን በላ። ስለ ዝወቕዓኒ ሰብኣየይ ስለ ስምብራቱ ድማ ጎበዝ ቀተልኩ። ቃየል ሾብዓተ ክዓበት ሕነ ክፍደ ካብ ኮነ፣ ላሜክ ከኣ ሰብዓን ሾብዓተን ካዕበት ክፍደ እዩ ድማ በለን። ኣዳም መሊሱ ምስ ሰበይቱ ደቀሰ፣ ንሳ ኸኣ ወዲ ወለደት። ኣምላኽ ኣብ ክንዲ እቲ ቃየል ዝቐተሎ ኣቤል ካልእ ፍረ ኸርሲ ተኪኡለይ ኢላ ሴት ሰመየቶ። ሴት ድማ ወዲ ወለደ፣ ሄኖክ ኢሉ ኸኣ ሰመዮ። ሽዑ ሰባት ንእግዚኣብሄር ከምልኹ ጀመሩ። ምዕራፍ ሓሙሽተ፣ ጽሑፍ ወለዶ ደቂ ኣዳም ከምዚ ዝስዕብ እዩ። ኣምላኽ በታ ንኣዳም ዝፈጠረላ መዓልቲ ብመልክዑ ገይሩ ፈጠሮ፣ ተባዕታይን ኣንስተይትን ገይሩ ፈጠሮም፣ ባረኾም ድማ። በታ ዝተፈጥሩላ መዓልቲ ኸኣ ሰብ ኢሉ ሰመዮም። ኣዳም ድማ ሚእትን ሰላሳን ዓመት ምስ ገበረ፣ ከም መልክዑ ንዕኡ ዝመስል ወዲ ወለደ፣ ሴት ኢሉውን ሰመዮ። ኣዳም ንሴት ምስ ወለደ ብድሕሪኡ ሸሞንተ ሚእቲ ዓመት ጸንሐ፣ ኣወዳትን ኣዋልድን ከኣ ወለደ። ኣዳም ክመውት ከሎ ዕድሚኡ ትሽዓተ ሚእትን ሰላሳን ዓመት ነበረ። ሴት ድማ ሚእትን ሓሙሽተን ዓመት ምስ ገበረ ንሄኖክ ወለደ። ሴት ንሄኖክ ምስ ወለደ ብድሕሪኡ ሸሞንተ ሚእትን ሾብዓተ ዓመት ጸንሐ፣ ኣወዳትን ኣዋልድን ድማ ወለደ። ስያድ ክመውት ከሎ ዕድሚኡ ትሽዓተ ሚእትን ዓሰርተው ክልተን ዓመት ነበረ። ሄኖክ ድማ ቴስዓ ዓመት ምስ ገበረ ንቃይናን ወለደ። ሄኖክ ንቃይናን ምስ ወለደ ብድሕሪኡ ሸሞንተ ሚእትን ዓሰርተው ሓሙሽተን ዓመት ጸንሐ፣ ኣወዳትን ኣዋልድን ከኣ ወለደ። ሄኖክ ክመውት ከሎ ዕድሚኡ ትሽዓተ ሚእትን ሓሙሽተን ዓመት ነበረ፣ ቃይናን ከኣ ሰብዓ ዓመት ምስ ገበረ ንመላልኤል ወለደ። ቃይናንን ንመላልኤል ምስ ወለደ ብድሕሪኡ ሸሞንተ ሚእትን ኣርብዓን ዓመት ጸንሐ፣ ኣወዳትን ኣዋልድን ድማ ወለደ። ቃይናን ክመውት ከሎ ዕድሚኡ ትሽዓተ ሚእትን ዓሰርተው ዓመት ነበረ። መላልኤል ድማ ሰላሳን ሓሙሽተን ዓመት ምስ ገበረ ንያሬድ ወለደ። መላልኤል ንያሬድ ምስ ወለደ ብድሕሪኡ ሸሞንተ ሚእትን ሰላሳን ዓመት ጸንሐ፣ ኣወዳትን ኣዋልድን ድማ ወለደ። መላልኤል ክመውት ከሎ ዕድሚኡ ሸሞንተ ሚእትን ተስዓን ሓሙሽተን ዓመት ነበረ። ያሬድ ከኣ ሚእትን ሰላሳን ክልተን ዓመት ምስ ገበረ ንሄኖክ ወለደ። ያሬድ ንሄኖክ ምስ ወለደ ብድሕሪኡ ሸሞንተ ሚእቲ ዓመት ጸንሐ፣ ኣወዳትን ኣዋልድን ድማ ወለደ። ያሬድ ክመውት ከሎ ዕድሚኡ ትሽዓተ ሚእትን ሰላሳን ክልተን ዓመት ነበረ። ሄኖክ ድማ ሰላሳን ሓሙሽተን ዓመት ምስ ገበረ ንማቱሳላ ወለደ። ሄኖክ ንማቱሳላ ምስ ወለደ ብድሕሪኡ ሰለስተ ሚእቲ ዓመት ከም ፍቓድ ኣምላኽ ይነብር ነበረ። ሄኖክ ድማ ሰላሳን ሓሙሽተን ዓመት ምስ ገበረ ንማቱሳላ ወለደ። ሄኖክ ንማቱሳላ ምስ ወለደ ብድሕሪኡ ሰለስተ ሚእቲ ዓመት ከም ፍቓድ ኣምላኽ ይነብር ነበረ። ኣወዳትን ኣዋልድን ከኣ ወለደ። ኩሉ ዕድመ ሄኖክ ሰለስተ ሚእትን ሰላሳን ሓሙሽተን ዓመት ነበረ። ሄኖክ ከም ፍቓድ ኣምላኽ ይነብር ነበረ፣ ኣምላኽ ስለ ዝወሰዶ ድማ ተሰወረ። ማቱሳላ ድማ ሚእትን ሰማንያን ሾመንተን ዓመት ምስ ገበረ ንላሜክ ወለደ። ማቱሳላ ንላሜክ ምስ ወለደ ብድሕሪኡ ሾብዓተ ሚእትን ሰማንያን ክልተን ዓመት ጸንሐ፣ ኣወዳትን ኣዋልድን ከኣ ወለደ። ማቱሳላ ክመውት ከሎ ዕድሚኡ ትሽዓተ ሚእትን ሰላሳን ትሽዓተን ዓመት ነበረ። ላሜክ ከኣ ሚእትን ሰማንያን ክልተን ዓመት ምስ ገበረ ወዲ ወለደ። ካብ ኩሉ ዕዮናን ከቢድ ጻዕርናን ከዕርፈና እዩ ኢሉ ኖህ ሰመዮ። ላሜክ ንኖህ ምስ ወለደ ብድሕሪኡ ሓሙሽተ ሚእትን ተስዓን ሓሙሽተን ዓመት ጸንሐ፣ ኣወዳትን ኣዋልድን ድማ ወለደ። ላሜክ ክመውት ከሎ ዕድሚኡ ሾብዓተ ሚእትን ሰብዓን ሾብዓተን ዓመት ነበረ። ኖህ ኸኣ ወዲ ሓሙሽተ ሚእቲ ዓመት ምስ ኰነ፣ ንሴምን ንካምን ንያፍየትን ወለደ። ምዕራፍ ሽዱሽተ እንሆ ሰብ ኣብ ልዕሊ ምድሪ ክበዝሕ ጀመረ፣ ኣዋልድ ከኣ ተወልዳሎም። እቶም ደቂ ኣምላኽ ድማ ነተን ኣዋልድ ሰብ መልክዐኛታት ከም ዝኾና ምስ ረኣዩ፣ ካብኣተን ዘዝሓረይወን ኣንስቲ ወሰዱ። እግዚኣብሄር ከኣ ሰብ ሞቱ እዩ እሞ፣ መንፈሰይ ንሓዋሩ ኣብኡ ኣይነብርን፣ ዕድሚኡ ድማ ሚእትን ዕስራን ዓመት ይኹን በለ። ደቂ ኣምላኽ ናብተን ኣዋልድ ሰብ ኣተዉ፣ ንሳተን ከኣ ወለዳሎም። በቲ ዘመን እቲ ከምኡ እውን ብድሕሪኡ ኣብ ምድሪ ንጉዓት ሰባት ነበሩ። እዚኣቶም እቶም ካብ ጥንቲ ስሙያት ዝነበሩ ጀጋኑ ሰባት እዮም። እግዚኣብሄር ከኣ ክፍኣት ሰብ ኣብ ምድሪ ከም ዝበዝሐ፣ ሓሳባት ልቡ ዝሕልኖ ድማ ወርቲ ክፉእ ጥራይ ከም ዝኾነ ረኣየ። እግዚኣብሔር ከኣ ንሰብ ኣብ ምድሪ ብምፍጣሩ ተጣዕሰ፣ ብልቡ ድማ ጐሃየ። እግዚኣብሔር ከኣ ነቲ ዝፈጠርክዎ ሰብ፣ ካብ ሰብ ክሳብ እንስሳ ክሳዕ ለመምታ ክሳዕ ኣዕዋፍ ሰማይ ካብ ገጽ ምድሪ ክድምስሶም እየ በለ። ኖህ ግና ኣብ ቅድሚ እግዚኣብሔር ሞገስ ረኸበ። ዛንታ ኖህ ዛንታ ኖህ ከምዚ ዝስዕብ እዩ። ኖህ ጻድቕ ካብቶም ብዘመኑ ዝነብሩ ዝነበሩ ሰባት ድማ ኢንታ ዘይብሉ ሰብ ነበረ፣ ከም ፍቓድ እግዚኣብሄር ድማ ይነብር ነበረ። ኖህ ድማ ሴም፣ ካም፣ ያፌት ዝበሃሉ ሰለስተ ወዲ ወለደ። ኩሉ ሰብ ድማ ኣብ ቅድሚ ኣምላኽ ብሓጢኣት ተባላሽዩ ነበረ። ምድሪ ኸኣ ብዓመጻ መሊኣ ነበረት፣ ኣምላኽ ንምድሪ ረኣያ፣ ንሳ ድማ ተባላሽያ ነበረት፣ ከመይ ኵሉ ሰብ መንገዱ ኣባላሽዩ ነበረ። ኣምላኽ ከኣ ንኖህ ብሰሪ ደቂ ሰብ ምድሪ ዓመጻ መሊኣ እያ እሞ፣ ንዅሉ ህዝቢ ክድምስሶ እየ፣ እንሆ፣ ኣነ ንኣኣቶም ኰነ ንምድሪ ብርግጽ ከጥፍኦም እየ፣ ንስኻ ግና ብዕንጨይቲ ጽሕዲ መርከብ ስራሕ፣ ነታ መርከብ ክፍልታት ግበረላ፣ ውሽጣን ግዳማን ከኣ ብቕጥራን ለቕልቃ። ምንውሓ ሚእትን ሰላሳን ሰለስተን ሜትሮ፣ ምግፍሓ ዕስራን ክልተን ሜትሮ፣ ቁመታ ድማ ዓሰርተው ሰለስተን ሜትሮ ጌርካ ስርሓያ። ነታ መርከብ ኣብ ላዕላያ እመት ዝቑመቱ መስኮት ግበረላ፣ ኣፍደገ እታ መርከብ ድማ ብጎቦኣ ግበሮ። ታሕታይን ላዕላይን ሳልሳይ ደርቢ ይግበረላ። ኣብ ትሕቲ ሰማይ ዘሎ ህይወት ዘለዎ ኩሉ ፍጡር ምእንቲ ክጠፍእሲ፣ እንሆ ኣነ ማይ ኣይህ ናብ ምድሪ ከምጽእ እየ፣ ኣብ ምድሪ ዘሎ ኩሉ ከኣ ክመውት እዩ። ምሳኻ ግና ኪዳነይ ከቕውም እየ፣ ንስኻ ምስ ደቅኻን ሰበይትኻን ኣንስቲ ደቅኻን ናብ መርከብ ክትኣቱ ኢኻ። ምሳኻ ብህይወት ምእንቲ ክነብሩ፣ ካብ ኩሉ ህይወት ዘለዎ ፍጡር ከክልተ ካብ ኩሉ ዓይነት ናብ መርከብ ኣእትው። ተባዕታይን ኣነስተይትን ይኹኑ። ምሳኻ ብህይወት ምእንቲ ክነብሩ፣ ካብ ኣዕዋፍ በብዓይነተን፣ ካብ እንስሳ በብዓይነቱ፣ ኣብ ምድሪ ለመም ካብ ዝብል በብዓይነቱ ጌርካ፣ ካብ ዝኾነ ዓሌት ከክልተ፣ ምሳኻ ናብ መርከብ ይእተዉ። ካብ ዝብላዕ ዅሉ ዓይነት ብልዒ ድማ ንኣኻን ንኣቶምን ቀለብ ዚኸውን ኣእቲኻ ኣብቲ መርከብ ኣክቦ በሎ። ኖህ ድማ ከምቲ እግዚኣብሄር ዝኣዘዞ ኵሉ ገበረ። ሸውዓተ፣ እግዚኣብሄር ንኖህ ኣብዛ ወለዶ እዚኣ ኣብ ቅድመይ ጻድቕ ኰንካ ረኺበካዮ እሞ፣ ምስ ብዘላ ቤትካ ናብ መርከብ እቶ። ካብ ኵሉ ንጹህ እንስሳ ሸሾብዓተ ተባዕታይን ኣነስተይትን፣ ካብ ኵሉ ዘይንጹህ እንስሳ ግና ከክልተ ተባዕታይን ኣነስተይትን፣ ካብ ኣዕዋፍ ሰማይ ድማ ምእንቲ ኣብ ልዕሊ ዅላ ምድሪ ዘርኢ ክዀና፣ ብህይወት ክነብራ ሸሾብዓተ ተባዕታይን ኣነስተይትን ምሳኻ ውሰድ። ናይ ድሕሪ ሸብዓተ መዓልቲ ኣነ ኣብ ምድሪ ኣርብዓ መዓልትን ኣርብዓ ለይትን ዝናም ከዝንም እየ፣ ነቲ ዝፈጠርክዎ ዅሉ ህይወት ዘለዎ ድማ ካብ ገጽ ምድሪ ክድምስሶ እየ በሎ። ኖህ ድማ ከምቲ እግዚኣብሄር ዝኣዘዞ ኵሉ ገበረ። ኖህ ድማ እቲ ማየ ኣየ ኣብ ምድሪ ክመጽእ ከሎ ዕድሚኡ ሽዱሽተ ሚእቲ ዓመት ኮይኑ ነበረ፣ ኖህን ደቁን ሰበይቱን ኣንስት ደቁን ከኣ ምስኡ ካብ ማይ ኣይህ ክድሕኑ ናብ መርከብ ኣተዉ። ካብ ንጹህ እንስሳን ካብ ዘይንጹህ እንስሳን ካብ ኣዕዋፍ ምድርን ለመም ካብ ዝብል ኩሉን ከምቲ ኣምላኽ ንኖህ ዝኣዘዞ ከክልተ ተባዕታይን ኣነስተይትን ናብ ኖህ ናብታ መርከብ ኣተዉ፣ ድሕሪ እተን ሾብዓተ መዓልቲ ድማ ማይ ኣየ ኣብ ምድሪ መጸ። ኣብ መበል ሽዱሽተ ሚእቲ ዓመት ዕድመ ኖህ፣ ኣብ መበል ዓሰርተው ሾብዓተ መዓልቲ ናይታ ኻልኣይቲ ወርሒ፣ በታ መዓልቲ እቲኣ እቲ ኣብ ትሕቲ ምድሪ ዘሎ ዓይኒ ማያት ተኸፊቱ ወጸ፣ መሳኹቲ ሰማይ ድማ ተኸፍተ፣ ኣብ ምድሪ ኸኣ ኣርብዓ መዓልትን ኣርብዓ ለይትን ዘነመ። በታ መዓልቲ እቲኣ ኖህ፣ ደቁን ኖህን ደቁን ከኣ ሴምን ካምን ያፌትን ሰበይቱን ኣንስቲ ደቁን ናብ መርከብ ኣተዉ። ኵሉ ኣራዊት በብዓይነቱ፣ ኵሉ እንስሳ ዘቤት በብዓይነቱን፣ ኣብ ምድሪ ዝንቀሳቐስ ዘበለ ኵሉ፣ ለመምታ በብዓይነቱን፣ ኵለን ኣዕዋፍ በብዓይነተንን ክንፊ ዘለዎን ኵለን ናብ መርከብ ምስ ኣቶም ኣተዉ። ህይወት ካብ ዘለዎ ኩሉ ፍጡር ከክልተ ናብ ኖህ ናብታ መርከብ ኣተዉ። እቶም ዝኣተዉ ድማ ከምቲ ኣምላኽ ንኖህ ዝኣዘዞ ካብ ኩሉ ፍጡር ተባዕታይን ኣነስተይትን ነበሩ። ንኖህ ድማ ኣብታ መርከብ ዓጸዎ። ማይ ኣይህ ድማ ነርብዓ መዓልትን ኣርብዓ ለይትን ከምኡ ኢሉ ቀጸለ። እቲ ማይ ከኣ በዝሐ፣ ነታ መርከብ ድማ ኣልዓላ፣ ካብ ምድሪ ኸኣ ንላዕሊ ክብ በለ። እቲ ማይ በርትዐ፣ ኣብ ምድሪ ኣዝዩ በዝሐ። እታ መርከብ ድማ ኣብ ልዕሊ ማይ ጸብለል ትብል ነበረት። እቲ ማይ ኣይ ልዕሊ ምድሪ ኣዝዩ እናበርትዐ ከደ፣ ኣብ ትሕቲ ዅሉ ሰማይ ዝነበረ ዅሉ ነዋሕቲ እምባታት ከኣ ተጐልበበ። እቲ ማይ ካብ ጫፍ እምባታት ሾብዓተ ሜትሮ ንላዕሊ ደየበ። ሽዑ ኣብ ምድሪ ዝዋሳወስ ፍጡር ዘበለ ኵሉ፣ ኣዕዋፍን እንስሳን ኣራዊትን፣ ኣብ ምድሪ ዝንቀሳቐስ ኵሉ ለመምታን ኵሉ ሰብን ሞተ፣ እስትንፋስ ህይወት ዝነበሮ ኣብ ንቑጽ ምድሪ ዝነብር ዝነበረ ዅሉ ሞተ፣ ኣብ ምድሪ ዝነብሩ ዝነበሩ ኵሉ ህይወት ዘለዎ ጠጠፍኤ፣ ሰብን እንስሳን ኣብ ምድሪ ዝንቀሳቐስ ለመምታን ኣዕዋፍ ሰማይን ካብ ምድሪ ጠፍኡ፣ ኖህ ጥራይ ምስቶም ምስኡ ኣብ መርከብ ዝነበሩ ተረፈ፣ እቲ ማይ ድማ ክሳዕ ሚእትን ሓምሳን መዓልቲ ኣብ ምድሪ በርትዐ። ምዕራፍ ሾመንተ፣ ኣምላኽ ንኖህን ነቶም ምስኡ ኣብ መርከብ ዝነብሩ ኵሎም ኣራዊት ኵሉ እንስሳን ዘከረ። ኣምላኽ ድማ ኣብ ምድሪ ንፋስ ኣንፈሰ፣ እቲ ማይ ከኣ ጐደለ። ዓይኒ ናይቲ ኣብ ትሕቲ ምድሪ ዘሎ ማይን መሳዅቲ ሰማይን ተዓብሰ፣ እቲ ካብ ሰማይ ዝዘንም ዝነበረውን ጸሓየ። እቲ ማይ ድማ ካብ ምድሪ እናጐደለ ኸደ፣ ኣብ መወዳእታ ሚእትን ሓምሳን መዓልቲ ኸኣ ኣዝዩ ጐደለ። ኣብ መበል ዓሰርተው ሸውዓተ መዓልቲ ናይታ ሻብዐይቲ ወርሒ፣ እታ ወርሒ፣ እታ መርከብ ኣብ እምባ ኣራራት ዓለበት፣ እቲ ማይ ከኣ ክሳዕ ዓሸራይ ወርሒ እናጐደለ ኸደ። በታ ቀዳመይቲ መዓልቲ ናይቲ ዓሸረይቲ ወርሒ ኸኣ ርእሲ እቲ እምባታት ተራእየ። ድሕሪ ኣርብዓ መዓልቲ ድማ ኖህ ነቲ ኣብ መርከብ ዝሰርሖ መስኮት ከፈቶ። ኳዅ ሰደደ፣ እቲ ኳዅ ከኣ ማይ ካብ ምድሪ ክሳዕ ዝነጽፍ፣ ኔውነጀው ይብል ነበረ። ድሕርዚ ድማ ማይ ካብ ምድሪ ጎዲሉ እንተኾነ ክርኢ ኢሉ ርግቢ ሰደደ። ኣብ ኩላ ምድሪ ማይ ስለ ዝነበረ ግና እታ ርግቢ እግራ እትዓርፈላ ኣይረኸበትን። ስለዚ እውን ናብኡ ናብ መርከብ ተመልሰት። ኢዱ ዘርጊሑ ወሰዳ፣ ናብኡ ናብ መርከብ ከኣ እተዋ። ገና ኻልእ ሾብዓተ መዓልቲ ጸኒሑ ድማ ነታ ርግቢ መሊሱ ካብ መርከብ ሰደዳ። ኣጋ ምሸት ምስ ኮነ እታ ርግቢ ናብ ን ተመልሰት። እኖ ከኣ ልሙዕ ቆጽሊ ኣውሊዕ ኣብ ኣፋ ሒዛ ነበረት። ሽዑ ኖህ ማይ ካብ ምድሪ ከም ዝነጸፈ ፈለጠ። ገና ካልእ ሸውዓተ መዓልቲ ጸኒሑ ድማ ነታ ርግቢ ሰደዳ። ብድሕሪኡ ገና ናብ። ኖህ ኣይተመልሰትን። ኣብ መበል ሽዱሽተ ሚእትን ሓደን ዓመቱ ንኖህ ብባሕቲ ናይታ ቀዳመይቲ ወርሒ እቲ ማይ ካብ ምድሪ ነቐጸ። ሽዑ ኖህ ናሕሲ መርከብ ከፊቱ ረኣየ፣ እሞ ኸኣ እታ ምድሪ ነቒጻ ነበረት። ኣብ መበል ዕስራን ሸውዓተን መዓልቲ ናይታ ኻልኣይቲ ወርሒ እታ ምድሪ ነቐጸት። ኣምላኽ ድማ ንኖህ ከምዚ ዝስዕብ እናበለ ተዛረቦ። ንስኻን ሰበይትኻን ደቅኻን ኣንስቲ ደቅኻን ካብቲ መርከብ ውጹ። ምሳኻ ዘሎ ህይወት ዘለዎ ፍጡር ኩሉ፣ ኣዕዋፍን እንስሳን ኣብ ምድሪ ዝዋሳወስ ኩሉ ለመምታን ኣብ ምድሪ ክስስኑ ምሳኻ ኣውጽኣዮም። ኣብ ምድሪ ድማ ይፍረዩን ይባዝሑን ድማ በሎ። ሽዑ ኖህን ደቁን ሰበይቱን ኣንስቲ ደቁን ወጹ፣ ኵሉ ኣራዊት፣ ኵሉ ለመምታን ኵለን ኣዕዋፍ ኣብ ምድሪ ዝዋሳወ ዘበለ ዅሉን ድማ በብዓሌቶም ካብታ መርከብ ወጹ። ኖህ ድማ ንእግዚኣብሄር መሰውኢ ሰርሓሉ፣ ካብ ንጹህ እንስሳ ዘበለን ካብ ኵለን ንጹሃን ኣዕዋፍ ወሲዱ ኸኣ ዝሓርር መስዋእቲ ኣብቲ መሰውኢ ኣዕረገ። እግዚኣብሄር ድማ በቲ ጥዑም መዓዛ ሽታ ተሓጐሰ፣ ብልቡ ኸኣ ከምዚ በለ። ዝምባለ ሓሳብ ወዲ ሰብ ካብ ንእስነቱ ጀሚሩ እኳ ኽፉእ እንተ ዀነ፣ ድሕሪ ደጊምውን ከምቲ ዝገበርክዎ ህይወት ዘለዎን ኵሉ መሊሰ ኣይከጥፍኦን እየ። ምድሪ ኽሳዕ ዘላ፣ ዘራእትን ዓጺድን፣ ዋዕን ሓጋይን ክረምትን፣ መዓልትን ለይትን ከቶ ኣይከቋርጽን እዩ። ምዕራፍ ትሽዓተ ኣምላኽ ንኖህን ንደቁን ከምዚ እናበለ ባረኾም፣ ፍረዩን ተባዝሑን፣ ንምድሪ ኸኣ ምልእዋ፣ ኵሉ ኣራዊት ምድርን ኣዕዋፍ ሰማይን ብኣኻትኩም ይፍራሕን ይሰንብድን። ኣብ ምድሪ ለመም ዚብል ኵሉን ዓሳታት ባሕርን ኵለን ኪግዝኡኹም ሂበኩም ኣለኹ። ዚዋሳወስ ዘበለን ህይወት ዘለዎ ዅሉን ብመልክዑን መብልዕኹም ይኹን፣ እዚ ኹሉ ከምቲ ልሙድ ብቑሊ ዝሃብኩኹም ሂበኩም ኣለኹ፣ ህይወት ዘለዎ ማለት ደም ዘለዎ ስጋ ኣይትብልዑ፣ ነቲ ህይወት ዘለዎ ደምኩም ዘፍሰሰ ኣነ ከፍስሶ እየ፣ ካብ ኢድ ኵሉ ኣራዊትውን ክፈድዮ እየ፣ ንነፍሲ ሰብ ድማ ካብ ኢድ ሰብ ካብ ኢድ ሓዉ ክፈድያ እየ፣ እቲ ደም ሰብ ዘፍስስ ደሙ ብሰብ ክፈስስ እዩ ከመይ ኣምላኽ ንሰብ ብመልክዑ እዩ ፈጢርዎ ንስኻትኩም ግና ፍረይን ተባዝሑን ንምድሪ ምልእዋ ብኣኣ እውን ሰስኑ ድማ በሎም ኣምላኽ ከኣ ንኖህን ንደቁን ከምዚ እናበለ ተዛረቦም እንሆ ኣነ ምሳኻትኩም ብድሕሬኹም ድማ ምስ ዘርእኹም ኪዳነይ የቕውም ኣለኹ ምስቲ ምሳኻትኩም ዝነበረ ዅሉ ህይወት ዘለዎ ፍጡር፣ ኣዕዋፍን እንስሳን ኵሉ ኣራዊት መሮርን፣ ምስቲ ምሳኻትኩም ካብ መርከብ ዝወጸ ዅሉ፣ ምስ ኵሉ ኣብ ምድሪ ዘሎ ፍጡር ኪዳነይ ኣቕውም ኣሎኹ። ድሕሪ ደጊም ህይወት ዘለዎ ዅሉ ብማይ ኣይህ ኣይከጥፍኦን እየ፣ ንምድሪ ዘጥፍእ ማይ ኣይህ ድማ መሊሱ ኣይኪኸውንን እዩ። እንሆ፣ ኪዳነይ ምሳኻትኩም ኣቕውም ኣሎኹ ድማ በሎም። ኣምላኽ ከኣ ነቲ ኣብ መንጎይን ኣብ መንጎኹምን ኣብ መንጎ እቲ ምሳኻትኩም ዘሎ ህይወት ዘለዎ ፍጡርን ንውሉድ ወለዶ ዝገብሮ ኺዳነይ ምልክቱ እዚ እዩ፣ ቀስተይ ኣብ ደመና ኣንብር ኣለኹ፣ ንሱ ድማ ነቲ ኣብ መንጎይን ኣብ መንጎኹምን ዘሎ ኺዳነይ ምልክት ኪኸውን እዩ፣ እንሆ ድማ ኣብ ልዕሊ ምድሪ ኸዳባኑ ኸለኹ ኣብቲ ደመና ቀስቲ ኪረኣ እዩ፣ ሽዑ ነቲ ኣብ መንጎይን ኣብ መንጎኹምን ኣብ መንጎ እቲ ህይወት ዘለዎ ዅሉ ፍጡርን ዘሎ ኺዳነይ ክዝክር እየ፣ እቲ ንዅሉ ፍጡር ዜጥፍእ ማይ ኣይህ ድማ ድሕሪ ደጊም ኣይከውንን እዩ፣ እቲ ቐስቲ ድማ ኣብ ደመና ኪኸውን እዩ፣ ኣነ ኸኣ ነቲ ኣብ መንጎይን ኣብ መንጎ እቲ ኣብ ምድሪ ዚነብር ህይወት ዘለዎ ዅሉ ፍጡርን ዘሎ ዘለኣለማዊ ኺዳን ምእንቲ ኽዝክር ክርእዮ እየ፣ በሎም። ኣምላኽ ድማ እንሆ ነቲ ኣብ መንጎይን ኣብ መንጎ እቲ ኣብ ልዕሊ ምድሪ ዘሎ ዅሉ ፍጡርን ዘቖምክዎ ኺዳነይ ምልክቱ እዚ እዩ በሎ። እቶም ካብ መርከብ ዝወጹ ደቂ ኖህ ሴምን ካምን ያፌትን እዮም፣ ካም ከኣ ኣቦ ከነኣን እዩ። እዚኣቶም ሰለስቲኦም ደቂ ኖህ እዮም፣ ካብዚኣተን ዝተወልዱ ኸኣ ንዅላ ምድሪ መለእዋ። ኖህ ድማ ሓረስታይ ምድሪ ኪኸውን ጀመረ፣ ወይኒ ኸኣ ተኸለ። ካብ ወይኑ ሰትዩ ድማ ሰኸረ፣ ኣብ ማእከል ድንኳኑ ኸኣ ጥራዩ ዀነ። ካም ኣቦ ኸነኣን ከኣ ሓፍረት ኣቦኡ ርእዩ፣ ናብ ገዳም ወጺኡ ንኽልቲኦም ኣሕዋቱ ነገሮም። ሴምን ያፌትን ድማ ኽዳን ወሲዶም ኣብ መንኵቦም ገሮም ንድሕሪት እናኸዱ ሓፍረት ኣቦኦም ከደኑ። ገጾም ንድሕሪት ስለ ዝገበሩ ሓፍረት ኣቦኦም ኣይረኣዩን። ኖህ ኸኣ ካብ ስኽራኑ ናብ ልቡ ተመልሰ፣ እቲ ንእሽቶ ወዱ ዝገበሮ ድማ ፈለጠ። ከነኣን ርጉም ይኹን፣ ሕሱር ባርያ ኣሕዋቱ ይኹን ከኣ በለ። ኣስዒቡ ኸኣ እግዚኣብሄር ኣምላኽ ሴም ይባርኽ፣ ከነኣን ድማ ባርያኡ ይኹን። ኣምላኽ ንምድሪ ያፍየት የስፍሕ። ያፌት ከኣ ኣብ ድንኳና ሴም ይንበር፣ ከነኣን ድማ ባርያኡ ይኹን በለ። ኖህ ኸኣ ድሕሪ ማይ ኣይ ሰለስተ ሚእትን ሓምሳን ዓመት ገበረ። ኖህ ክመውት ከሎ ዕድሜኡ ትሽዓተ ሚእትን ሓምሳን ዓመት ነበረ። ምዕራፍ ዓሰርተ ደቂ ኖህ ሴም፣ ካም፣ ያፌት እዮም። ንሳቶም ድሕሪ ማየ ኣይስ ዝወለዱሎም ደቆም ዝወለድዎም ደቆም እዞም ዝስዕቡ እዮም፣ ደቂ ያፌት፣ ጎሜር፣ ማጎግ፣ ማዳይ፣ ያዋን፣ ቱባል፣ ሜሴክ፣ ቲራስ፣ ደቂ ጎሜር፣ ኣሽናዝ፣ ሪፋት ጎታርማ ብቅያዋን ኤሊሻ ተርሺሽ ኪቲም ሮዳይም ካብዚኣቶም እቶም ኣብ ገምገም ባሕርን ደሴታትን ዝነብሩ ህዝቢ በብቋንቁኦም በብዓሌቶም በብህዝቦም ተፈላልዮም ኣብ ሃሃገሮም ሰፈሩ ደቂ ካም ኩሽ

ኩሽ፣ ኩሽ ድማ ናምሩድ ዝብሃል ወዲ ነበሮ። ናምሩድ ኣብ ምድሪ ጅግና ተዋጋኢ ነበረ፣ ብሓገዝ እግዚኣብሄር ድማ ጅግና ሃዳናይ ነበረ። ስለዚ ከኣ እዩ ሰብ ከም ናምሩድ ብሓገዝ እግዚኣብሄር ጅግና ሃዳናይ ይግበርካ ዝብል። መጀመርታ መንግስቱ ድማ እተን ኣብ ሃገር ሰናኦር ዝርከባ ባቢሎን፣ ኤርክ፣ ኣካይድ ካልን ዝበሃላ ነበራ። ካብታ ሃገር እቲኣ ናብ ኣሶር ወጸ፣ ንነነዌ፣ ንፊሖቦት፣ ዒር፣ ንካላሕ፣ ሰርሓን፣ ከምኡውን ነታ ኣብ መንጎ ነነዌን ካላሕን እትርከብ ዓባይ ከተማ ርያስን ሰርሐ። ምስ ራይን ድማ ንሰብ ሉድ፣ ንሰብ ዓናም፣ ንሰብ ለሃብ፣ ንሰብ ናፍቱሕ፣ ንሰብ ጳትሩስ፣ ንሰብ ካስሉሕ፣ ንሰብ ካፍቶር ወለደ። ፍልስጥኤማውያን ካብ ካስሉሕ ተወልዱ፣ ከነኣን ድማ ነቲ በዅሪ ወዱ ሲዶን፣ ንሄኖት፣ ንሳይቡሳውን፣

ንዓማታውያንን ወለደ። ብድሕሪኡ ዓሌት ከነኣን ተዘርዉ፣ ዶብ ከነኣናውያን ድማ ካብ ሲዶን በታ ንጌራር እትወስድ ኣቢላ ክሳዕ ጋዛ፣ በታ ንሰዶምን ገሞራን ንኣድማን ንቤሶን እትወስድ ኣቢላ ኸኣ ክሳዕ ላሻዕ ነበረት። ደቂ ካም በብዓሌቶም በብቋንቆም በብሃገሮም በብህዝቦም እዚኣቶም እዮም ስዮም ከኣ ደቂ ወለደ ንሱ ኣቦ ኩሎም ደቂ ኣቤር ዓቢ ሓዉ ንያፌት እዩ ደቂ ስዮም ዔላም ዓሹር ኣርፋስክድ ሉድ ኣራም እዮም ደቂ ኣራም ከኣ ዑጽን ሑልን ጌተርን ማሽን እዮም። ኣርፋስክድ ድማ ንሸላሕ ወለደ፣ ሸላሕ ኸኣ ንዔበር ወለደ፣ ዔበር ድማ ክልተ ወዲ ወለደ። ብዘመኑ ምድሪ ስለ ዝተኸፋፈለት ነቲ ሓደ ፌልየግ ኢሎም ሰመይዎ።

ሚድባብ ወለደ እዚኣቶም ኩሎም ደቂ ዮቅሽጣ እዮም ቅማጦም ድማ ካብ ሜሻ በታ ንሴፋር ኣቢላ እትወስድ ኣብቲ ብሸነኽ ምብራቕ ዘሎ ከረን ነበረ ደቂ ሴም በብዓሌቶምን በብቋንቆኦምን በብሃገሮምን በብብዝሖምን እዚኣቶም እዮም። ዓሌታት ደቂ ኖህ በብወለዶኦም በብህዝቦም እዚኣቶም እዮም። ካብዚኣቶም ድማ ድሕሪ ማየ ኣይህ ህዝብታት ኣብ ምድሪ ተዘርኡ።